ሜርና ኣባዲ ተባኢሶም መወዳእታኦም ግን ከምዚ ክኾን ኢለ ኣይተፀብኹ ነይረ ማለት እዩ። ሰላም ሰላም ሽኮሪናታ ድከመ ኣለኹም ሰላም ዲኹም? ኣነ ሰላሜ እግዚኣብሔር ይመስገን። ንስኻትኩም ለ ኣብ ዘለኹምዎ ሰላምኩም ብዝሕ ትርፍ ይበለለይ እንዳበልኩ ለመዓንቲ ድማ ብሓድሽ ቪድዮ መፅኤኩም ኣለኹ። ነዛ ቪድዮ ክጅምሮ ከለኹም ላይክ ብምግባር ጀምሩ ኢኹም ሓደሽቲ ዝኾንኩም ድማ ሳብስክራይብ እንዳገበርኩም ቤተሰብ ኩኑ ኩሎም ክንፈቱ ማለት እዩ ቤተሰብ ዝኾንኩም ድማ ላይክ ሸር ምግባር ኣይትሕመቑ ኢኹም ማለት እዩ ስለ ተበራታትዑኒ ብጣዕሚ ብጣዕሚ እየ ዘመስግን እግዚኣብሄር የኽምረለይ ሕጂ እውን ምብርትታዕኹም ኣይፈለየኒ ክብል ይደሊ ማለት እዩ። ምብርትታዕኹም ቀጻሊ ከም ዝኸውን በዓልቲ ምልእቲ ተስፋ እየ ማለት እዩ። እምበኣር ከምዚ ኣብ ስእሊ ወይ ከዓ ነይ ኣብ ደገ እትርእዎም ዘለኹም ሜርና ኣባዲ ተባኢሶም እዩ ዝብልና ናይ ብሓቂ ድም ተባኢሶም ወይ ከዓነይ እንታይ እዩ መባእሲኦም እውን ርእኹምዎ ትኾን ኢኹም ስለሱ ግን ሓደ ሓደ ነገር ክብል ስለ ዝደለኹ እየ መፅየ ዘለኹ ናባኹም ቤተሰብ ማለት እዩ እስካብ መጨረሻ ሓቢርኩም ፅንሑ ብቅድሚ ትማሊ ድዩ ኣብ ዝሰርሕዎ ቪድዮ ኣባድና ቲቲ ርኢና ነርና ማለት እዩ ቲቲ ቀዳማይ ይቅርታ ኻ ተቐቢሎ እየ ሓቢርና ሂወትና ክንመርሕ ወይ ከዓ ከነስተኻኸል ሓደ ኢልና ክንጅምር እንዳበለት ተርእና ነርናና ማለት መቐደማይ ኣብያዲ ይቅርታ ስለ ዝበላ ማለት እዩ ይቅርታ ኢልዋ ክትቅበሎ ኣይከኣለት እዩ ነይራ ንዓኻ ብፍጹም ኣይኣምነካን እየ ምስኻ ክኾነ ይደልን እየ ኢላ ኩል ነገር ገዲፋ ትኸይዳ ነይራ ግን ገዛይ ከይደ ምስ ሓሰውኩ ወይ ከዓኒ እቲ ይቅርታ ዝበለኒ ነገራት ምስ ተረዳኦ ግን ትኽክል ኮይኑ ረኺበየና ሕዚ ይቅርታ ክብሎ እየ ኢላ ይቅርታ ኢላቶ ነይራ ማለት እዩ ጭራሽ ኣባድለ ይቅርታኺ ክቐበሎ ኣይክእልን እየ ምሳኺ ክኾን ኣይደልን እየ ኢሉ መሊስዎ ንሑታኣ ነጺግዎ ነይሩ ኣይተቐበላን ማለት እዩ ኣብ ለማዓንቲ ድማ ሜርና ኣባዲ ብሓንሳብ መፅኦም ሜሪ ካብ ገዛ ውፃእ ኢለ ኣባሪረዮ ኢሉብል ነይሩ ትርእሲ ተባኢስና ኢሉብል ነይሩ ትርእስና ናይ ዓቂ ድዮም ተባኢሶም ወይ ካብ ገዛ ተባሪሩ ድዩ ርኢኹም ኢኹም ኩልኹም ርኢኹምዎ ትኾኑ ኢለ ተስፋ ይገብር ማለት እዩ ኣነ ደንጊኤል ስርሓልኩም ኣለኹ ብድሕሪኦም እና ሓደ ሓደ ክብለሉ ዝደለኹ ዝናገርዎ ቃላት ኩሉ ግዜ ተዛሪብና ተዛሪብና ተዛሪብና ማለት እዩ ማንም ሰማዕ የለይ ዜሮ በቃ ኮመንት መብዛሕትኡ ሰብ ኮመንት ይፅሕፈሎም እዩ በቃ ምስራሕ ከም ምስራሕ ስርሑ መብትኩም እዩ ክትሰርሑ ግን ከዓኒ ትናገርዎ ቃላት ምስ ኣግባቡ ዝሓለወ በቃ ንሰብ ለይጎድእ ክኾን ኣለዎ ብርግፅ ዋላ ቲቲ ተሃልወቲ ጉዳይ ድሓን ተረዳዲኦም ይሰርሑ ንበሎ ግን ከዓ ንትሰምዕ ሰብሲ ፅቡቅ ዶ ኢልና ክንሓስብ ኣለና ካብዚ ዝናገርዎ ቃላት ሲ እሞ ከዓነይ ትምሕሉ መሓላኹም ከዓነይ ሲ ስለምንታይ እዩ ኣብ ሕሸት ሲ ስለምንታይ ኢኹም ትምሕሉ ግድን ትምሓላ ሲ ክትሰግርዎ ትኽእሉ ኢኹም ግድን መሓል ዝብለኩም ሰብ ሲ የለን ብሕሸትስ ንምንታይ ትምሕሉ ናቱ ዝናገርዎ ቃላት ከዓነይ ጥንሲ ንምስዳድ ክንደይ ከም ዝፅዕሩ ዘለዎ ትርእይዎ ኣለኹምኹም ማለት ቲትሲ ናትና ቅርሺ ኣይትደሊ ክትቀበለና ኣይትደሊ ክንሰደልኪ ኢልናያ እውን ኣይተቐበለና ኢና ብዘይ ቅርሺ ጥንሲ መስደዲ ትፈልጡ ተኮይንኹም ተሓባበሩና እዮም ዝብሉ ነይሮም ብጣዕሚ እኮ ዘስዕቐካ እንዴ ቆልዓ ከምዚ ህፃን ቆልዓ እኳሲ ክሓስበ ይኽእል እዩ ከምዚ ዓይነት ኣተሓሳስባ ማለት እዩ እንኳን ስኻትኩም ኩል ነገር ትፈልጡ ዓበይቲ ቆልዕትሲ ከምዚ ናትኩም ጥንሲ ንምስዳድ ክንድዚ ጥንሲ ክሰድድ ጥንሲ ክሰድድ ክትብሉ እኮ ግዜ ምሽኹምዋ ኣረ በጅኹም ሕማቅ እስከ ኣይትዛረቡና ግደፉ። ሰብ ክንደይ ውላድ ስኢኑ ኮለል ይብል ሓደ ሓደ ከዓኒ ጠኒሰን ንክሰድለን ይፅዕሩ ውላዶም ንከየዕውዩ ማለት እዩ። ግድን ምስ ትይትኩን ዝብለካ ሰብ የለን ኣገዲዱ ዘንብረካ ሂወት የለን ወዶ እስኻ ናይ ባዕልኻ ሂወት መሪፅካ ኣለኻ ወዶ ኣነ ምስ ሜሪ እየ ዝኸውን ኢልካ ደለኻ ናይ ትይቲ ጥንስሲ ወይስ ናይ መዕበይ ክፈል ከይትበሃል ኢኻ እንድዒ ማዕረ ክንድዚ ሕማቅ ቃላት ክትናገሩ እንድዒ ካብ ኦዴኔስኩምሲ ክትምሃር ነይርኹም ከምዚ ኣይትበሉ ቃላትኩም ኣስተኻኽሉ ኢሎም ብዙሕ ግዜ እዮም ዝናገሩ ኣነ ኮመንት የንብብ የና ንኣቶም እውንሲ ነቶም ተኸታተልቶም ክብሪ ይግብኦም ማለት እዩ ከምዚ ናገበርኩም ምትዕግስቲ ገይሮም ልከታተልኹም ማለት እዩ ናይቲ እንትን ማለት እዩ ብጣዕሚ እያ ተዓጊሳቶም ዘላ ማለት እዩ ናይቲ ትዕግስቲ ይገርመኒ ኣሎ ማለት እዩ ወይ ስሳ ሚስኪን እያ ምንም ነገር ኣይትገብርን ኢሎም እዮም ከምኡ ዝናገሩ ዘለዉ ወንድዒ ቤተሰብ ክነግረኩም ይኽእልን ኣነ ብጣዕሚ ዝስምዐኒ ዘሎ ከክል ደኣ ማለት እዩ ጭራሽ ኣብ እኮ ከምቲ እትልበለት ጓል ኣይደሊ ኣነ ጓልሲ ኣነ ተወቂዕያ ተወቕዐኒ

ሰምዕዮ ኣለኺ ተኮይኑ ክትቲ ምስክንከን ስለትውልሉ እዩ ካባ ክርሕቕ ዘለና ንእሽተን ተትዳፈርዮ ማለት እዩ ንቐፃሊ ካብ ባዕሉ ካብ ኣንድ ወጥ ዝሰማዕና የናና ቤተሰብ መሓዚ ደይ ሓይሽ ሜር እንዳፀፍዐት እንዳቐጥቀጠት ተንብረካላ ጭራሽ ብቕርሺ ገዚኣ ከይኣኽላ መውቃዕቲ እውን ወሲኻትሉ ከምኡ ኢኻ ድሊኻ ይመስለኒ ነገሩ ድሌት እያ ፈፂማትለኛ ቤተሰብና ብዝከኣለኩም መጠን ግን ተተስተኻኽሉ ተኽኢልኩም እ ተተስተኻኽሉ እዚ ቃላት ከምዚ በቃ እንደ ዝሮ ዝሮ ኣነ ቤተሰብ ክናገር እውን ሲ ቃላት ይሓጥረን ተደጋጋሚ ስለዝኾነ ከምኡ ኢሎም ስለስርሑና ንስኻትኩም እኳ ኮመንት ትጽሕፍ ለሚኹም መብዛሕትኡ ኮመንት ዘየንብ ወይ ከዓ ንችላ ኢሎም ንሓለፍዎ እዮም ዝኾን እምበር ብዙሕ ሰብ ረብሪቡ ማለት እዩ ብምንጋር ረብሪቡ እና ነዚኣ እንትትስተኻኸልዋ ፅቡቕ ነይሩ ማለት እዩ ግድን ከይተፃረፍካ ክሰራሕ ይትኽእል ቪድዮ ማለት እዩ ብፀርፊ ጥራይ እዩ ዝኾን ትጸርፍስ ሓደ ሓደ እውን ኮዕሊ ኣለዎ ንእሽተን ተተመሓይሽ ይብል በዛ ወገን ኣነ ማለት እዩ እና ቤተሰብ ናይ ልማዓንቲ ቪድዮ ሒዝያ ዝመፀኹ እዚኣ ትመስል ነይራ ኣብ ቀፃሊ ክንራኸብ ኢና ክሳብ ግን ላይክ ሸር ምግባር ትሕመቑ ኢኹም ሰሰናይ ንዓኹም ፈትወኩም እየ ባይ ባይ